ርእሰ መምህር መባእታ ቤት ትምህርቲ ዓገምቦሳ መምህር ሱሌማን ማሕሙድ፣ እታ ቤት ትምህርቲ ኣብ ክልተ ሽሕን ዓሰርተ ትሽዓተን ብሰማንያ ተምሃሮ ኣብ ትሕቲ ጽላል ገረብ ኣገልግሎት ከምዝረጀመረት ጸኒሓ ግን ብጨንፈር ትምህርቲ ዞባ ሰሜናዊ ቀይሕ ባሕሪ ናይ ሰደቓ ሓገዝ ተገይርላ ናብ ዳስ ከምተሰጋገረት ብምሕባር፣ ንቕሓትን ተገዳስነትን ወለዲ ብ ትምህርቲ እናዓበየ ብምምጽኡ ኣብዚ ዓመት'ዚ ኣርብዓን ክልተን ደቂ ኣንስትዮ ዝርከብዎም ሚእትን ሰብዓን ሓደን ተምሃሮ ከም ዘለዉዎም።
እምበርኳ ኣብ ውሽጦም ኣትየ ክሓድር ደስ እብለኒ። ዝከኣል ተዝኸውን ምስኦም ክቕበር ደስ እብለኒ። ንሓደ ሰሙን ምስኦም ኣዕሊለ መቓብር ዳሕራይ ተሲኤ ከዕልል። ንህዝቢ ክነግር ናቶም እንታይ ወሪድዎም ደስ ብለን ደቂ ኤረይ ብዙሕ ነገር እዩ ተገይሩ ሕጂ እውን ዘይንፈልጦ መዓት ዓይነት ማሳክር ከም ዝተገበረ ታሪክና ከም ስርዓት ክንበብ እሞ ደቅና ክተንብዎ ድሕሪ ሕጂ ከምዚ ከይድገም ኣብዚ ግን ታሪክ ተፈጺሙ ስለዚ ኣምላኽ ነዚ ዕድል ዝሃበኒ የመስግኖ

ኢሳያስ ኣፈወርቂ ኣብ እዋን ዘለካ ዕድል ዝሓለፈ ይኣክል ኢልካ ኢድካ ንሰራዊት ትግራይ ምሃብ እዩ። ደሓን ሰሚዐካ ኣለኹ ትራኸበሉ ኢኻ መዓልቲ ሕጂ ካልእ ስራሕ ኣለኒ ከልቢ ይነብሕ ገመል ከዓ ይጓዓዝ ስለዚ ሕጂ ኤርትራ ኣማራፂ ኣለዋ ዶ እዩ ክበሃል ዘሎ እቲ ኣማራፂ መን እዩ ንሕና እንተኾይንና ኣብ ጎደና ተዘበና ክንከይድ ይብልና ሲሪየስ ክንወሰድ ኣለና ምክንያቱ ኖ መንግስቲ ኣሎ ስለዚ ንሕና ምስ መንግስቲ ኢና ንዛረብ ተባሂሉ ድሕሪ መለስ ናይ ወደብ ናይ ጳጤራ ስምምዕ ምግባር ኩናት ይመፅዩ ድሕሪ ኣብይ ስምምዕ ምግባሩ ኩናት ይመፅዩ ሕጂ ደብረፅን ወይ ጌታቸው ስምምዕ እንድሕር ገይሮም ኩናት ይመፅእ 100 ፐርሰንት ምክንያቱ ናይ ኢሳያስ ጠለብ ዝኽእሎ ሰብ የለን ኣብ ዓለም ኣነ ዓርክኻ ክኸውን እንተኢለኒ ኢሳያስ እሞ ንመድህን ትቐትለለይ ዶ እዩ ዝብለኒ ይኽእሎ ዲ ኣነ ሓፍትኻ ምቕታል ኣይኽእሎን እዩ ስለዚ ሕጂ ብ ትግራይ ዘለዎ መራሕቲ እውን እንድሕሪ ምስ ኢሳያስ ዓቕሎም ፀይቦም ናብኡ ክርኢ ክኽእሉ እዮም ይርዳእኒ እዩ ብየማን ብፀጋምሲ ንኮስተር ዶ ተባሂሉ እኮ ሕሽዎ እውን እንተኾነ ተባሂሉ እኮ ግልፅ ክትብል ትኽእል ኢኻ ዕድል ንርአ ንርአ ክትብል ትኽእል ኢኻ ኣብኡ ትግራዋይ ከይጠፍእ ኢለ ዝሰግእ እምበር ብኡ ክመፅእ ሰላም ኢለ ይሓስብን ስለዚ ሕጂ ዝተወደእስ እንታይ ኮይንና ኢና ምስ ተሓድሽ ወለዶ ዘይንሰርሓ እስኪ ብኣኹም ከዓ ክንፍትና እዛ ሃገር እስኪ ብኣኹም ከዓ ክንሪኣ ብኣኹም ከዓ እስኪ ማለት ኣብ ስራሕ ክንኣቱ ዝበሃል ኣሎ ሕጂ ድሕሪ ኢሰያስ ሕጂ እውን ኣይ ብመንገድና ክኸውን ኣይክእልን ኣሪጉ ስለ ዘሎስ ይሙት እንድሕር ተባሂሉ ንመቐለ ዘምፅኡን ይብልና ብሓባር ፀሎት ንገብር ኩላህና ክሞተና ማለት እዩ ከምቲ ናይ ኢህደግ እንተኮይኑ ኩላህና ፀሎት ንገብር ግን ንኽእል ኢና ከዓ ዝወሰነ ወለዶ ኣሎ ክላሪቲ ዘለዎ ወለዶ ኣሎ ካብ ምዕራብ ዝመጸ ወለዶ ኣሎ ኣብ ምዕራብ። ብናተይ ግልፂ እውን ሕጂ እውን ክዛረብ ቲቢኤልኤፍ ባዕሉ ሓንሽሽዎ እምበር ቲቢኤልኤፍ ኤንድ ፒፒ ማዕረ ስልጣን ኣለዎ ኣብ ኢትዮጵያ ብቲ ሕገ መንግስቲ መሰረት መን ሓንሽሽዎ ማዕነ ጥሪሙ ኣይፈልጥን እዚ እቲ ሓቂ ሒዝና ከመይ ጌርና ንኽይዶ ልብል ግን ቲቢኤልኤፍ ኣነ ብፁእ እዩ ግን የብለኹም ኣትሊስት ናይ ውዕሊ ፕሪቶርያ ግን ድሃይ ኣለዎ። ህዝቢ ትግራይ ዝተፈናቐለ ክምለስ፣ ሕገ መንግስቲ ክስካዕ ዝመለስ፣ ግዝኣታዊ ሓድነት ክስካዕ ዝመለስ በዓል ኣግሪመንት እዩ። እዙይ ንምንታይ ለይሰርሐ ጀጅ ንግበር እንታይ ኢና ሓቂ ሓቂ ለይንዛረብ ላበይ ኢና ንፈርሕ? መፅኡ ተወሲኑ ተቖጥቂጥና ሃፍትና ወሪሱ ባዕልና ጠፊእና ሕዚ እውን ክስካዕ ለወጅና ንምንታይ ኢና ንፈርሕ? ልዘረባ ኣነ ይፈርሕ ንማንም ኣይንፈርሕ። ተሓቂ ሓቂ ንበል። ቲቢኤልኤፍ ከዐርዮ ዝግብኦ የዐሪ ሓንሹሹልና ቃልሲ ናይ ህዝቢ ትግራይ ብግልፂ ተኮይኑ ውዕሊ ፕሪቶርያ ማዕረ ኣቻ እናሃለየ ናብ ግሊ ሕልፍ ይውልና ፌዴሬሽን ምክር ቤት ህዝቢ ተወካይ ምክር ቤት ግዝኣታዊ ሓድነት የተመለሰ ብቲ ሕገ መንግስቲ ተይመፀ ዋይ ምርጫ ቦርድ ትግራይ እዋ ሓንተላ ዘይትዛረብናያ እዚ ብርጌድ ንሓመዱ ናይ ኣዲስ ኣበባ ባይቶ ኣብ ባንኪ ልዕሊ ፍርቂ ሚልዮን ገንዘብ ነይርዎ ሕጂ እቶም እቲ ኣቦ ወንበር ሕጂ ተኣሲሩ እዩ ዘሎ እቶም ምስኡ ተሓባበርቲ ዝነበሩ ካብኡ ዲፌክት ገይሮም ናብ ግንባር ከይዶም ሕጂ ብዘይ ኣፍልጦ ናቱ እቲ ገንዘብ ካብ ባንክ ወሲዶሞ እቲ ባንክ ንዕኡ ኢንፎርም ክገብሮ ነይርዎ ግን ከይገበሩ ሕጂ እንታይ ዓይነት ርቀት ከም ተጠቕሙ ኣብዚ ከዓ ከነስተውዕሎ ይግባእና እቲ ገንዘብ ወፂኡ ጥራሕ ኢዶም እዮም ዘለው ብዘይ ኣፍልጦ ኣቦ ወንበር ተሓዝ ገንዘብ ተኣሲርሉ ምስ ብፀቱ ተንኪዩ ፅምዶ ተባሂሉ ብየማነ ማንኪ ዝምራሕ ዘሎ ኣጀንዳ ንትግራይ ርድኤት መድሃኒት ከምኡ ውን ወደብ ተመባፂዑ ነይሩ። እዚ ኩሉ ተጠሊሙ ካብ ተመኩሮኻ ኢሳያስ ንህዝቢ ትግራይ ፅቡቅ ሓሳብ ኣለዎ ድዩ እስኪ ብዛዕባ ኢሳያስ ብዙሕ ኣፍልጦ ስለ ዘለካ
ናይ ኢሳያስ ነገር ኣነ ብፍላይ ቀረባ እየ ምስ ኢሳያስ እውን ብወገን ኢትዮጵያ ናይ ሓደ ኮሚቴ ኣባል ኮይነ ሰሪሐ እየ ደጋጊመ ኣብቲ ኮሚቴ የማነ ማንኪ ነይሩ ኣልኣሚን ነይሩ ኣምባሳደር ናይ ኢትዮጵያ ናይ ኤርትራ ኣብ ኢትዮጵያ እውን ነይሩ ክልቲኦም ነይሮም ግርማይ ኣስመረ ነይሩ እዚኦም ነይሮም ሓጎስ ከሻ እውን ነይሩ ብወገና እውን ስብሓት ነይሩ ተወልደ ወልደ ማርያም ነይሩ ኣነ ነይረ ኣብ ዓሎም ናይ ኢትዮጵያ ኣምባሳደር ኣብ ኤርትራ እውን ነይሩ ንነዊሕ ግዜ ንዛረብ ኢና ሰለስተ ወርሒ እናተራከብና ኢና ንዛረብ ነርና ብዛዕባ ናይዚ ከባቢ ከመይ ጌርና ሕብረት ንፍጠር ምትሕባር ንፍጠር ስርዓት ንፍጠር ዝብል ግን እቲ ኣተሓሳስባ ኣብ ኢሳያስ ናቱ ኣተሓሳስባ ብግባእ ዝሓዘ እውን ኣነ ዝግምቶ ኣብ ኤርትራ የማኒ መንኪ እዩ ናይ ኣብ የማኒ መንኪ ናይ ኢሳያስ ሓንጎል ኢካ ትረክብ እታ ወፃኢ የላን ሓደ ኢሳያስ ዝበላ ኣብኡ እውን ትረክባ ኢካ እና ንሰላም ኣይሰርሑን ፈፂሞም ምናልባሽ ኣብ ከምዚ ዝበለ ኩነታት ዝፈለጥካዮ ምሽጢር ዶ ይወፅእ ኣይወፅእን ካልእ ነገር ኮይኑ ዝሓስቦ ኩሉ ኩናት እዩ ኩናት እዩ ንሕና ብርግፅ ንምዝራበ ሽዑ ናይ ኩናት ድሌት እውን ኣይነበረና ፈፂሙ ኣይነበረናን ሓሳብ እውን ኣይነበረናን ምድላዋት እውን ኣይነበረናን ኣብ ብናይ ኢትዮጵያ ሽሕን ትሽዓተ ሚትን ተስዓን ዓመተ ምህረት ተስዓን ሸሞንተን ብፈረንጂ ማለት እዩ ኢሳያስ ኩናት ይደል ነይሩ እታ ፖሊሲ እያ ተገድስ እታ ፖሊሲ እቲ ሒዝዎ ዘሎ ሰራዊት ሲ ብኦቢለ ኢኮኖሚ ክሰርሕ እየ ኢሉ እዩ ዝሓስብ ተፅዕኖ ፈጢረ ፀቕጢ ፈጢረ ሲ ናብ ኢኮኖሚ ክቕይሮ እየ ኢሉ እዩ ዝሓስብ እዚ ኣይኮነን ለውጢ ከምፀሎም ኣይክእልን ግን እቲ ሕሊና ሰ እዩ ካልእ የብሎምን እቲ ኣወዳድባ ኣቀራርፃ እኮ ናይቲ ሃገረ መንግስቲ ናይ ኤርትራ ንኩናት እዩ ተቐሪፁ ዘሎ እቲ ኢንስቲቱሽንስ ናይ ኩናት እዩ ተረኢኹሞ ንስቲ መላእ ህዝባ መላእ መንእሰያ ናብ ኩናት ተኣቲ ዓዲ እንታይ ላይ ኣትኣብሉ ዓሰርተ ካብ ሚእቲ ናይቲ ሕብረተሰብ ማለት እዩ መንእሰይ ሳዋ መበል ህንደይ በፂሑ ሰላሳ ዓመት ሓሊፎ ኣሎ ሳዋ ስልጠና ካብ ዝጅመር መንእሰይ ናብኡ እዩ ዝኣቲ እዚ እዩ ትካላዊ ተን ክልተ ትካል እየን ዘለዋ ኤርትራ ናይ ሃገረ መንግስቲ ናይ ፀጥታ ሓያ ናይ ፀጥታ ብነብርሃ ካሳ ካልኦት እውን ዝምራሕ ሓያ ናይ ፀጥታ ካሊእ ከዓ ሓያል ወታደራዊ ሓይሊ እቲ ህዝብስ ወታደር ናይ ፀጥታ ሓይሊ እዩ ኮይኑ ዘሎ ከምዚ ዝበለ ሓይሊ ሰላም ከምፅ ኢልካ ከመይ ተብሎ ንምንታይ እዩ ተሃኒፁ እዚ ሓይሊ እዚ ተሃኒፁ ሱቅ ኢሉ ከፍተ ኢሉ ዋጋ የብሉን ማለት እዩ ብኣቶም ኣተሓሳስባ ክዋጋ ኣለዎ ኣገዲዱ ሓደ ነገር ክረክብ እዩ ኣብ ቀረባ ዝረእኹሞ ዝረእናይ ነር ምስ ሕቱ ኮይኖም ተዋጊኦም እዮም ዝተወሰነ ሓይሊ ናይ የመን መንግስቲ ከውድቁ ፀኒሖም ከዓ ምስ ሳዑዲ ኮይኖም እውን ተዋጊኦም እዮም እዚ ዝርብ ዘሎ እዩ ፋክትስ እውን ዝቕመጠሉ ዘሎ እዩ ሸጊሮም እውን ማለት እዩ ምስ ጅቡቲ ተዋጊኦም እዮም ምስ ሱዳን ተዋጊኦም ምስ ኢትዮጵያ ክልተ ግዜ ሕሳታዩ ይቀላቀል ኣሎ ሶ እቲ ሓይሊ ናይ ሲቪል የኮነ ንቱ ኣቀራፃ ናይቱ መንግስቲ ንኩና ዝተዳለወ ሓይሊ እዩ ዘሎ በተሓሳሳብ እውን ከውን ንዓሊ ኣነ ይቅርታ ናይ ሻዕብያ መንግስቲ ናይ ሳሓል መንግስቲ እኮ እዩ ካብኡ እንታይ ቀይሩ እንታይ ቅዋም ኣለዎ እንታይ እንታይ ዲሞክራሲ ንህዝቢ ኤርትራ ምፅሉ እንታይ ነፃነት ምፅሉ እንታይ ስብል ማሕበረሰብ ኣሎ ብኤርትራ እንታይ ነፃ ሚድያ ኣሎ ብኤርትራ እንታይ ቅዋም ኣሎ ብኤርትራ ሕጊ ክኽበረሉ ስለዚ ናይ ሳሕል መንግስቲ መፅኦ ኣብ ኣስመራ ዓሪፉ ኣሎ እዚ ከዓ ናይ ውግእ እዩ ደሽዑ ክቅየር ነይርዎ እዚ ሲቪል ክኾን ናይ ኤርትራ ሕብረተሰብ ይግብኦ እውን እዩ ነይሩ ምስ ዝገበሮ ቃልሲ ነፃነት ይግብኦ ነፃነት ናይ ሓሳባት ክገልፅ ናይ ውዳበ ናይ ኩሉ ነፃነት ይግብኦ ነይሩ ግን እዚ ኩሉ ኣይፈቅዱሉን ከምኡ እንተኮይኑ ንሶም ኣይህልውን ሰላሳ ዓመት ሓደ ብመራሒ እንድዒ ኣብ ኣፍሪካ መበል ክንደይ ይኸውን ምናልባሽ ልዕሊ ሰላሳ ዓመት ንሓንቲ ዓዲ በዘይ ምንም ለውጢ ዝገዝእ ተሃልዩ ዘይ ጥፍኣት እዩ ኮቱ ተሓንጎል ን ኣብኡ እውን ኣብ ኤርትራ እቱ ሓፋሽ ኣይርባሕን እቲ ሓፋሽ ህዝቢ ተዘይኮነስ ዋላ እቲ ሓፋሽ ሰራዊት እውን ኣይተረብሐን ሰላሳ ዓመት ዕስራ ዓመት ዝነበረ ኣነ ሳዋ ከይደ ነይረ ንመጀመርያ ዙር ከይደ ነይረ ኣሽዑ ደቂ ዓሰርተ ሸሞንተ ደቂ ዒስራ ሰባት ነይሮም ሕዚ ኦም ሓምሳ ገይሮም ኣለዉ ድሕሪ ሰላሳን ገለን ዓመት ሓምሳ ገይሮም ኣለዉ ሓደር ዘየጥረዩ ንብረት ዘየጥረዩ መሃያ ዘይክፈሎም ክእለት ዘየፍረዩ እዮም ዘለዉ ስለዚ ብደረጃ እንታይ ይህብለካ ትካል ሕብረተሰብ ሕብረተሰብ ከምዘይኮን ገይሮሞ እዮም ንባዕል ወታደር እምበር ካሊእ ካይሓስብ ካብ ውትድርና ካብ ውግ ወፃኢ ከምዘይሓስብ ብኡ ቀሪፀሞ እዮም ብኡ ኣተሓሳስባ እውን ይሰርሕ ኣሎ ስለዚ እቲ ወሳኒ ነገር ቀራፃ ናይ ሃገረ መንግስቲ ንውግእ ተቆሪፁ ዋላ ሱቅ ተበልካ እውን ሰላም ተደለካ እውን ሰላም ኣይበካን ብኡ እየ ኣነ ዝሪኦ ተተሓሳስባ እውን ንሱ እዩ ኩሉ ግዜ ዝጉስጎስ ክዋጋእ ኣለዎ ኣብ ሱዳን ኣትዮም እዮም ይዋጋእ ኣለዎ ሕዚ መን ስሙ ኣልቡርሃን ካብቶም ትቆፃፀር ተሎ ናይ ሻዕብያን ናይ ህወሓትን ሓይሊ ደገፍ ሒዙ እዩ ኣትዩ ብሓይሊ ማለት እዩ ብገንዘብ ካልኦት ክኾና ይኽእላ ግብፂ ሰዑዲ ክኾና ይኽእላ ብገንዘብ ዝሓገዘኦ ስለዚ ንውግእ እዩ ተቢሉ ዘሎ ናብ ሲቪል ክቅየር ንክልወጥ ተዘይክኢሉ ዘተሓሳስቦ ምስ እዩ እና ኤርትራ ምስ ኩሉ ሃፍታ ምስ ኩሉ ሃፍታ ካብተን ድኻታት ሓንቲ ገይርዋ ዘሎ ዝመስለኒ እዚ ኣተሓሳስባ ናታቶም እሞ ካብኦም ሰላም ኢልካ ኣይትፅበን ግዜ ማለት ሓይሊ ሚዛን ተሃልይዎም ህድእ ክብሉ ይኽእሉ እዮም ድሕሪ ሓይልዎም ትካሊእ ንሓደ ሚዛን። ተሰማሚዕና ኢና ተራዳዲእና ኢና ሰዲድናዮ ዝብል ተዛሪቡ ሰሚዐ ኣለኹ ወዲ ወረደ ምስ መን ምስ መን ምስ ሕወሓት ኣይተሰማምዐ ምስ ናይ ሕወሓት መሪሕነት ኣይተዘራረበን ጌታቸው በይኑ ኣይኮነን ሰዲድዎ ኣነ እውን ይፈልጥ ነይረ እንታይ ኢሉ ክልቲኦም ተሓተቲ ይኾኑ ክልቲኦም ይሕተቱ። ከምዚ ዝመሰለ ግፍዒ ዝፈጸመ ብዝኾነ ይኹን መንገዲ ክስደድ ስለዘይነበሮ። ስለዚ ከም ህወሓት ኣይተሰማማዕናን ኣይንፈልጦን እውን። ምስ ተሰደዱ ንምንታይ ሰዲድኩም ኢልና ሓቲትና። ንምንታይ? ተደጋጋሚ ሙከራ ተገይሩ እኮ ከልኪልና ኢና። ንምንታይ ለቒኩሞም? ፈደራል ክሓቶምስ ምስ ፋይሎም ኢና ሰዲድናዮም ምስ ፋይሎም ካሊእ ድማ ናትና እሱራት ተጋሩ ምእንታን ክፍትሑ ኢልና ኢና ዝበሃል ዘረባ እውን ኣሎ እንታይ የራኽቦ እቶም ናህና ተኣሰሩ ተጋሩ እኮ ተጋሩ ብምዃኖም ጥራሕ ዝተኣሰሩ ኣባላት መከላኸሊ ናይ ሃገር ዝነበሩ መከላኸሊ ሃገር ኮይኖምስ ዘገልግሉ ዝነበሩ እዮም ተኣሲሮም እዚኦም እኮ ገበን እኮ የብሎምን ተግራዋይ መንነቶም እኮ እዩ ኣሲርዎም እዞም ብትግራዋይ መንነቶም ዝተኣሰሩ ንፁሃት ተጋሩ ከመይ ገይሮም ምስ ጀኖሳይድ ዝፈፀሙ መደራደር ይኾኑ ከመይ ጌርካ መን ምስ መን ክለዋወጥ
ሕጂ እዞም ኣብ ኣዲስ ኣበባ ከድና ክንቃለስ ኢና ዝበሉ ነቲ ናታቶም መርገፂታት ክከላኸልሉ ስለ ዘይከኣሉ እቶም ከሰሲ እየ ዝብል ዘለኹ ጠጠው ኢሎም ክምጉትሉ ስለ ዘይከኣሉ እዮም ግዳይ ዝገብርዎም ዘሎ ብናተይ መረዳእታ ክሪኦ ከለኹ ሕጂ ፖለቲካል እውን ሕብረተሰብ ክፈልጦም ክኽእል ኣለዎ Well, anyway, we were